ሰላም ሰላም ኩራት ተመልከተይ እዚ ኤኣይ ቤኪ ሎማዓንቲ ድማ ብሓድሽ ዛዕባን ብሓድሽ ርዕስ እንተጋናልና ኩራት ተመልከተይ እዚ ገዛ እዚ ፕላስ ፎር እዩ ኣብ ሰብዓ ካሬ ዝተቐመጠ ገዛ እዩ ብናማ እንዲ ሰብዓ ካሬ ህንዲ ዝለኣክል ስፍሓት እኒኦ ወለሉ ኣመጣቕማ ካዩ ገዛኻ ግን ናማ እንዲ ህንዲ ዝለኣክል ክዛ ክላሳት ሒዙ ልብል ሓቢርና ክርና ኩራት ተመልከተይ ስኹም ላይክና ሰብስክራይብና ገርኹም ኣበረታትዑኒ እዘን ክላሳት ድማ ብሓደ ክንሪኤና ማለት እዩ ኩራት ተመልከተይ እዚ ላውንድሪ እዩ ላውንድሪ ሴራሚክና ግድግዳ ቀለም ብቻ እዩ ቀሪና ማዕፆ ቀሪና ብቻ ምር ኩሉ ዳርጋ ተወዲኡ እዩ ዝገዛ ኳርቲዝ ወዲእና ኣለና ፓርት ዋን እዩ ሒዘልኩም መፅእኹ ሎማዓንቲ እዚ ድማ ጅም እዩ ናይ ጅም ክላስ እያ እዚኣ ድማ ብርሃን እያ ደስ ዝለካ ነገር ብጣዕሚ ሓሪፍ ዝኾነ ኣሰራርሓ እዩ እኒኦ ዝገዛ ዝበዓል ገዛ ኣለ ደስ ዝለካ ነገር ኢንጂነር እዩ ብራንዳ እውን ሓሪፍ ብራንዳ እኒኦ ዝገዛ ከስ ብናማ እንዲ ህንድዚ ሰብ ኣካሪ ይሕዝድል ኣብ ላዕሊ ሰለስተ ዓበይቲ ሮርቶታት ክሕዘልና ንኽእል ቦታ እኒኤዎ እና ኩራት ተመልከቲ ብጣዕሚ ብጣዕሚ ዝገርም ገዛ እዩ እና ኣይትንዓቆ ማንም ገዛ ክነዓቅ የብሉ መሬት እና ኩራት ተመልከቲ ሰብዓ ካሬ ብና ማንዲ ክኣክል ይበሃል ነርና ግን ይፍለ እዩና ኣብዚ ቦታ እዚ ኮንካ ደብሪ ይረአ ዳግማ ምሳሌ ይረአ ብምሉኡ ይኩሉ ይረአ እና ደስ ለካ ነገር እዚ ገዛ ከዓ ካብ ሜን ሮድ ሓምሳ ሜትሮ እትው ኢልካ እዩ ዝርከብ ካብኡ ለ ድማ ካብ ታክሲ ብጣዕሚ ቀረባ እዩ ልገዛኻ ቀልጢፍካ ትኣቱ ትኽእል ኢኻ እና ኩራት ተመልከተይ እስቲ ሓቢርና እዘን ክላሳታት ንርኤን እዚኣ ላውንደሪ ኢና ኢልና ኢና እዚኣ ድማ ጅም እያ ኢልና ኢና ታሕቲ ንውረድ እስቲ ናብ ፕላስትሪ ፕላስትሪ ሰለስተ ክፍልታት እኒኦ እዞም ክፍልታት እዮም ተደልዮም ከካሪዎ ይኽእሉ እዮም ሳሎን መደቀሲ ኪችን ይኾኑ እዩ እዚ ኪችን ክኾን ይኽእል እዩ እዚኣ እውን መደቀሲ ትኾን ትኽእል እያ ተደልዮም ይነካሪት የሎም ሎ ባዕሎም ሒዞም ክቀሪ ይኽእሉ እዮም እና እዚ ድማ ሳሎን እዩ ቦርድ ተሰሪሑ እኒኦ ብጣዕሚ ደስ ልብል ኣሰራርሓ ኣሉሚኒየም ፕሮፋይል ተገይርዎ እኒኦ ስፖትላይት ለኒኦ ሻደው ለኒኦ ዝገዛ ስፍሓቱ ሰለስተ ነጥቢ ሓሙሽተ ብ ሓሙሽተ ነጥቢ ሽዱሽተ ሜትር እዩ ኣብዚ ሳሎን ኮይንካ እዚ ሳሎን እዩ ኣብዚ ሳሎን እዚ ኮይንካ ብጣዕሚ ዝገርም ቦታታት ትርኢ ትኽእል ኢኻ እንዳ ኩራት ተመልከተ ሽንቲ ቤት እኒአዎ እዚ ገዛ እዚ ሎካል ሽንቲ ቤት እኒአዎ በቃ ፅድት ዝበለ ዓርሱ ዝኸኣለ እዩ እዚ ገዛ እዚ እና ታሕቲ ንወርድ ድማ ኣብዚ ታሕቲ እውን ልክዕ ኣምታ ላዕለወይቲ ሰለስተ ክፍልታት ኣለዎ እዚ ና ጌስት ሃውስ እዩ መዕረፊ ኣጋይሽ እዩ ቦታታት ኣይፀበካይ ልሽንቴት ኔዎ እዚኣ ሳሎን እያ ልክዕ ከምዛ ላዕለይቲ ኣሉሚኒየም ፕሮፋይል ኔዎ ስፖት ላይት ኔዎ ሻዶው ላይት ኔዎ እዚ ከዓ ሰለስተ ነጥቢ ሓሙሽተ ብሓሙሽተ ነጥቢ ሽዱሽተ ሜትር እዩ ኣብ ዝኾነ ካለ ኬፍ ክትርኢ ትኽእል ካብ ብርሃን ይኣትዮ እዩ ሓሪፍ ኣጠቃቅማ እዮም ገይሮሞ እዚኣ ለሽንትቤት እያ ሎካል ሽንትቤት ለኒኤዎ ክልተ ክፍልታት ለኒኤዎ ባይዘወይ በቃ ሴራሚክና ቀለም እና ማዕጾ እዩ ቀሪቡ እንዮ ሶ ፓርት ቱ ሒዘልኩም ክመጽ እየ ንስኻትኩም ላይክ እና ሰብስክራይብ ናገርኩም ኣበረታትዑኒ ዘን ካልኦት ክፍልታት ለ ታይ ታይ እንዮ እንድብላ ሓቢርና ክንሪና እዚኣ ሽንቲ ቤትና ሪና ታሕቲ ናብ ፕላስ ዋን ንውረድና ፕላስ ዋን እዚኣ ናይ ቆልዑ መደቀስ እያ እዚኣ ብጣዕሚ ፅድት ዘለት እያ እኹልቲ እያ ካብለ ግን ምዝና በዓል ገዛ ፋይናንሻል ዓቕሚ ቦርድ ይኹን ፍሬም ኣይተሰርሖ እዩ በቃ ቻክ ተገይሩ ቀለም ይክቐለም ነገር ግን ምርጥ ዓበይቲ ዓበይቲ ዲዛይናት እኔውና ክንሰርሖም ኢና ሳቶም እውን ኣብ ፓርትቱ ሓሪፍ ዝኾነ ሳይት የሒዘልኹም ክመፅእ እዚ ማስተር ቤድሩም እዩ ኣብዚ ቤድሩም እዚ ብርሃን ሙሉእ ብሙሉእ ልኣትዮ በቃ ደስ ልለካ ነገር ለ ፅፍፍ ልእለ ስራሕ እዩ ተሰሪሑ ቦርድ ፍሬም ባዕለ የሰሪሖ እዮ ካብኡ ኣልምኒየም ፕሮፋይልና ሻዶው ላይት ለኒኤዎ ስፖት ላይት ለኒኤዎ በቃ ማስተር ቤድሩም በቃ ማስተር እዩ በቃ ዝገዛ እዚ በቃ ፍልይ ዝበለ እዩ እዚ ሽንቲ ቤት እዩ ነገ ግን ስቲም ኔዎ በቃ ስቲም ኒዮ ኣብ ሰብዓ ካሬ እየ ለውቀ ኣለኹ ዝኩሉ ሳይት እዚ ዝኩሉ ክላሳት እዚ ለበባ ኣብዛ ሰብዓ ካሬ ብናብ ማንዲ ሰብ ክነብረሉ እናተባሃለ ነበረ ተስታውሱ ተኾንኹም ብጣዕሚ ሰብ ሰሲዑ ነይሩ ነገር ግን ሕዚ መሬት እይ ናዕቂ ብስሩ ብስሩ እስቲ ታሕቲ ንውረድ ሳሎን መደመም እዩ ሳሎን እዚ 8 ሜትሮ ብ3.5 ካሬ እዩ ዳይኒንግ ኔዎ ምርጥ ሲልካ ልፍለ ማለት እዩ ካብኡ ዲዛይን ግን ብዙሕ ኣይገበርናሉ እዩ ምናልባት ኣብ ቀጻሊ ክስርሖ ይኾን እዩ ብዝና በዓል ገዛ ፋይናንሻል ዓቕሚ እዚ ዳይኒንግ እዩ እዚ ካብኡ እዚኣ ለ ኪችን እያ ብጣዕሚ ደስ ስላልካ ፅፍፍ ደደት እያ ኪችን ካቢኔት ኒዎ ዛዋሩ ክሊ ኢለያ ኣብያትኒ ፓኬት ልልዕልካ ኢላ ፈግ ኢላ ነገር ግን ይኹነ ልክሽ ኢለ ካብኡ እዚ ገዛ ግን ተመቸየኒ ልገርም ክልተ ማዕፆ እዩ ኒዎ ሓደ ንሽቲ ሓደ ዓብዩ እዩ እና እዚ ገዛ እዚ ፕላስ ዋን ፕላስ ቱ ፕላስ ስሪ ፕላስ ፎር ኢና ሪና ኣለና ኩራ ተመልከተይ